ሄሎ ጋይስ ረሲዐዮ ዘይነገርኩም ማለት እዩ ሞባይለ ኣነ ኣይሰረቕኩላን ማለት እዩ ጋይስ ስበርቱ ጋድ ማለት ድሕሪ ዓሰርተ ዓመት ኣለምሽ ኣነስ ሓቅስ መውፃእክኦ ነይረ ማለት እዩ ዝሰርቀላ ነይረ ማለት እዩ ኣይሰረቕኩላን ማለት እዩ ብተኣምር ብተኣምር ማለት እዩ ኣነን ናይ ሰው ንብረት ማዕረ ከምኡ ኣየልዕልን እዩ ማለት እዩ ጋይስ ንሰው ካብኡ ዳሓረይ ካብኡ ዳሓረይ ኣየልዐልኩላን ማለት እዩ ኣይወሰድኩላን ጠቕላላ ኣይወሰድኩላን። ብድሕሪኡ ከ ክንደይ ሞባይል ምስ ተጠፍኣ ጽቡቕ ዓሰርተ ሞባይል ማለት እዩ ታች ስክሪን ዓሰርተ ግዜ ድያ ልዕሊኡ ገዚኣስ ጠፊኣታ ማለት እዩ። ኣብ ውሽጢ ወርሒ ኣብ ውሽጢ ወርሒ ማለት እዩ ኣብ ውሽጢ ወርሒ ኣብ ውሽጢ ዓመት ኣብ ውሽጢ ዓመት እዚ ኣብ ውሽጢ ዓመት እዚ በቃ ውሽጢ ዓመት እዚ ገለ ዓሰርተ ሞባይል ገለ ጠፊእዎ ማለት እዩ ብድሕሪኡ ማለት እዩ በቃ ግን ፀላኢኻ ካብ ቀረባኻ እዩ ማለት እዩ ጋይስ። ሕጂ እውን ካብ ቀረባኻ ካብ ቀረባኻ ሰብ ከዓ ክትጥንቀቕ ዘለካ ማለት እዩ ጋይስ። ሰብ ከዓ ዝኾነ ግዜ ካብ ቀረባኻ ዘሎ ሰብ ማለት እዩ ናይ ብሓቂ ፈትካ ኮነ ዝቐርበካ ስለ ዝቐርበካና ምስ ሰብ ስለ ዝቐርቦ ኢልካ ስኢልካ ክትኣምኑ ይብልካ ማለት እዩ። ዝኾነ ቀራቢኡ ሲ ኣማኒ እዩ ማለት ኣይኮነን። ኣንሶ ከምኡ ዓይነታት ነገራት ይፍጠር ነይሩ። ንሱ ጉዳይ ስለ ዝኾነ ብዛዕባኡ ኣየልዕለን እየ። ምክንያቱ ዝኾነ ሰብ ይኹን ማለት እዩ ምስ ምዛይ ዝተሓሓዘ ነገር እየ ነገረኩም ማለት እዩ። እንዳ ኣይምነገርኩም ነይረ ማለት እዩ። ምክንያቱ ስለ ዘይምልከተኒ ኣይምነገርኩም ነይረ። ግን እዚ ነገር ዝነገርኩኹም ባዕሎም ከም ዝወሰዱላ ከም ዝነገርኩኹም ንዓይ ስለ ዘእትውኒ ኣብቲ ጉዳይ ንዓይ ስለ ዘእትውኒ እየ ንሱ ነጊረኩም ማለት እዩ። ናይ ካልእ ጉዳይ ግን ጉዳይ ኣይኮነን ተደልያ ኣሽሓት ትጥፋእ ብዝጠፍአ ይጥፋእ ማለት እዩ ኩሉ ግዜ እዚ ከምዚ ዓይነት ነገራት ማለት እዩ ካብ ቀረባኻ ክትጥንቀቕ ዘለካ እሳ እውን እቶም ቀረብታ ብውሽጢ ገይሮም እንታይ ገይሮም ገይሮም ኢቨን ንሳ እውን ምስኦም ሽርካ ነይራ ትኸውን ንዓይ ንኸፀልሙኒ ኢሎም ሲ ምስኦም ተሻሪኻ ነይራ እውን ትኸውን ኣይፍለጥን እዩ እዚኦም ሰባት እዚኦም ዘይገብርዎ ነገር ሲ የብሎምን ማለት እዩ ጋይስ ንዓይ ሳይን ንክገብሩ ኢቨንስ ሕጂ እውን ብጣዕሚ ብዙሕ ነገራት እዮም ዝገብሩ። አንድ ሰው ገሪም ጠንቃልሽ ኢልካ ከዓ ዘረባ ኣሎ ሰው ገሪም ማለት እዩ ጋይስ። ኣነ ከምኡ ዓይነት ስርቂ የብለይን ማለት እዩ። ኣነ ንባዕለይ ምስኪን ምስኪን እኳ ከም ድሓን እየ በቃ ምሻሎ ሰብ ምሕጋዝ ብጣዕሚ ይፈቱ ማለት እዩ። በቃ ከምዚ ምሻሎ ድሓን እየ ማለት እዩ። ካብ ሓደ ግዜ ከዓ ሓንቲ ጓል ኔራ ምሳይ ቀንያ ማለት እዩ። ሓንቲ ትግራወይቲ እያ እና ኣብ ትግራይ ማለት እዩ ዓዲግራት ገለ ምሳይ ቀንያ ማለት እዩ ኣብ ገዛ ምሳይ ቀንያ ካብኡ ደሓረይ እንታይ እስከ ምሳይ ቀንያ ማለት እዩ ሽዱሽተ ሚእቲ ኣብ ቡክ ሲ ፅሒፋ ማለት እዩ ብላዕሊ ሲ ኣብ ቡክ ሽዱሽተ ሚእቲ ኣለኒ እሞ ሃብኒ ኢላትኒ ማለት እዩ ገንዘብ የብለይን ግን ምሳይ ክትቅመጥ ተደልዩ ከምሳይ ተቐመጢ ገለ ኢለያ ማለት እዩ

ካብኡ ድሓር ምሳይ ተቐሚጣሲ ኣነ ብላዕሊ ከም ዝፀሓፈትሉ ኣይፈለጥኩዎን ነይረ ግን ኣነ ገንዘብ ስለ ዘይብለይ ገንዘብ ኮ ይክክእድለ ግን ምሳይ ክትቕመጥ ተደሊኺ ተምሃሪት እየ ነይረ እና ምሳይ ተቐመጥ ገለልያ ማለት እዩ ከምኡ ምሰልኩዋ እያ ምስ ሓዋ ኣብኡ ኣብቲ ገዛና ተኻርያ ነይራ ማለት እዩ ተኻንሸሎና ነይራ ካብኡ ድሃረይ እንታይ እስከ ኢላትኒ ምሳይ ቀንያሲ ወይ ረስዐዮ ከምዚ ፀሓፈትላሲ ካልእ ጓል መፅያ ካልእ ጓል መፅያ ማለት እዩ ካልእ ጓል መፅያ ሲ ክትሽውደኩ ከዓ ሓሲባ ነይራ እዚ ገንዘብ ሲ ኣብ ባንካ የብላን ብላዕሊ እያ ፅሒፋትሉ ዘላ ኢላትኒ ማለት እዩ ባዕሉ ይፈልጥ ማነ ኣጋጣሚ ኣይነበረንን ከምዚ ዓይነት ነገር ከዓ ከምዘይኣምን ትፈልጥኒ ኢኺ ክሕግዛት ኮይና ዝሕግዛ ገለ ኢለ ካብኡ ኣብ ገዛና ምሳይ ተቐሚጣ ነይራ ሲ ላፕቶፕ ነይሩ ቁልፊ እውን ይህባ ነይረ ማለት እዩ እሳት ገድፈለይ ኣነ ገድፈላ ነይረ ላፕቶፕ በቃ የኸፊተ ማለት እዩ ንኸይድብራ ገለ ፊልሚ ረኣይ ገለ ይብላ ነይረ ማለት እዩ ጋይስ እሳ ግን በቃ ከሎ ስታይ ትገብር ነይራ ማለት እዩ ኣብ ኮሎ ምሳይ ተቐሚጣ ነይራ ገለ ካብኡ ክዳን ማለት እዩ መሪፃ ፅቡቕ ክዳን ማለት ሓድሽ ክዳን ካብ ደገ ድመፅለይ ነይሩ ምርፅ ምርፅ ኣቢላ ወሲዳት ንኸይዳ ማለት እዩ ጋይስ እዚኣ ሓሪፍ ሌባ ኢለያ ማለት እዩ እዚኣ ሓሪፍ ሌባ ጀንቲ ሌባ ኢለያ ማለት እዩ ጋይስ ላፕቶፕ ደይሰረቐትኒ ገለ ኢለ ማለት እዩ ካብኡ ከምኡ ገይራትኒ ከይዳ ከምኡ ዓይነት ኣጋጣምታት ከኣ ይገጥመኒ ነይሩ ማለት እዩ። ግን ኣነ ምን ኣይበልኩዋን፣ ኣይሰዓብኩዋን፣ ገለ መልታት ኣይራባሕኩዋን፣ በቃ ብጎይራ ጠፊኣ። ንጎኦ ተሰያ ሽጓራኣ ትስዕብ ነይራ። ካብኡ ደሓረይ ኣሽኪዓትና ሓደ መዓልቲ ከኣ ምሸት ደገ ኣምሽያ መጽያ ገለ በለታሲ በቃ ኣነ ኣብ ገዛ ተመሊሰ እየ ገለ በለታት ኢላስ ኣታሊላትኒ ማለት እዩ፣ ኣገሪሃትኒ ማለት እዩ። ሽዑ ሰዓት ማለት እዩ ከምዚ ክፈርሕ ደ ጀሚረ ነይረ እንት ዝኾነ ነገር ጀሚረ ነይረ ማለት እዩ ካብ ወደ ሓረይ ዓንታ በርበረ መሲሉ ነይሩ ትሽዓ ሰዓት እያ ወሲዳቶ በቃ ክዳውንቲ ኩሉ መሪፃ መሪፃ ወሲዳቶ ማለት እዩ ካብኡ ደሓር እዋእ ኣገዛ ኣምስየ ምስ በለትክስ ኣሚንክያ ድኺ ኢላትኒ ኖን ኣምስያ ትኸውን እምበር እንታይ ፈሊጠላ ገለ ኢለ ማለት እዩ ገዝኣቶም ምሳ ትኸውን እምበር ገለ ምሰልኳስ ዓንታይ ትርእያ እንድኺ ዘለኺ እንታይ መሲሉ ኣሎ ገለ ኢላትኒ ዋ ኦኬ ፅልም ዘለዎ ይኮነ ንሕና እውን ነማሲና ንፃወት ኢና እንታይ ሽግር ኣለዎ ገለ ኢለያ ማለት እዩ ካብኡ ደሓረይ ቆልዓ ብጣዕሚ ስታይ ዝወፀት እያ ነይራ ካብ መስመር ዝወፀት ማለት እዩ ብጣዕሚ ሞርዖላ ገለ ግን ከምኡ ትኾነ እምበር ኣነ ሓሪፍ ዕዋላ ኢለ ማለት እዩ ጋይስ ክዳን ጥራሕ ወሲዳ ብምኻዳ ማለት እዩ ላፕቶፕ ብምግዳፋ ማለት እዩ ሽዑ ሰዓት ቀዳማይ ነራ ተዘናጋዕና ነራ ካልኣይ ነገር ከዓ ንዓ ከምፃስ ከብደኒ ነይሩ ማለት እዩ ሶ ካብኡ በቃ ከምኡ ገይራ ከይዳ ማለት እዩ። ኣነ ግን ምን ስታይ በልኩን ሸለል ኢለ ማለት እዩ። እነ ብዙሕ ነገራት ብዙሕ ኣጋጣሚታት ይዘርኣብበት ብዙሕ ነገር የጋጥመኩም ይኸውን ጋይ እና ካልእ ኣሎ ብዙሕ ድራማታት እዩ ዘሎ ባይዘወይ ኣይውድኣን እዩ ግን ተኽኢሉ ሓድሓድ ነገራት ንክጠቕመኩም ሓድሓድ ነገራት ዝነበረኩም እና በቃ ከምኡ ኢሉ ተፈፂሙ ማለት እዩ። እታ ሞባይል ግን ከይወሰድኩላ ወሲዳ ኢላትኒ፣ ግን ኣይወሰድኩላን ትእመ እያ ወሰድኩላን። ኣነ ከዓ ምንም ዝገጠመኝ ነገር የለን፣ ምንም ዝኾንኩዋ ነገር የብለይን። ኣነ ሰው ከም ዓይነት ድራማታት ተሰሪሑ ነይሩ ይስራሕ ነይሩ ዳም ብጣዕሚ ኣብቲ ሶሻል